ብልበይ ምስ ኣፍቀርክዋ፣ እታ ዝምነያ ዝነበርኩ ድንግል ጓል ከም ዘይኮነት፣ ዓርኪ ከም ዝነበራ ምስ ነገረትኒ ብጣዕሚ ተሰሚዑኒ። ነገር ግን ስለ ዘፍቀርክዋ፣ ብዓዲ ምስ ወዳእኩላ ድማ ምስ ብዙሓት ኣወዳት። ሰላምታ ኣይረሳዕኩን ፍትዋት ተኸታተልተይ እንኳዕ ብሰላም መጻእኹም ሎማዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትምኹሩኒ ዝብል ሓደ ሓወይ ዝጸሓፈለይ ዛንታ እየ ሒዘልኩም መጽየ ኣነ ከምቲ ኩሉ ግዜ እዛ ዛንትኡ ኣንቢበ ምስ ወዳእኩ ሓሳበይ ከካፍሎ እየ። ንስኻትኩም ውን ዛንታኡ ሰሚዕኹም ምስ ወዳእኹም ከምቲ ልሙድ ሓሳብኩምን ምኽርኹምን ኣብ ኮሜንት ንክተስፍሩሉ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓውና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ናይ ዝሓውና ዛንታ ከምዚ እያ ትብል፣ ሄሎ ኣቢ ሰላም ዲኺ ኣነ ምኽሪ ይደሊ ኣለኹ ንጓል ኢኺ ተዳልዊ ኩሉ ግዜ ይዕዘበኪ ግን ሚዛናዊት ኮይንኪ መልስለይ ኣነ ናብ ጓል ከይቀረብኩ እየ እሕሊፈዮ ብሃይማኖት ዘይድሓን እየ ወዲ ቀሺ ስለ ዝኾንኩ እናተምሃርና ኢና ዓቢና ብስነ ስርዓት ብመርዓ እዮም ኩሎም ኣሕዋተይ ተመርዕዮም ብቤተ ክርስትያን ኩሎም ኣሕዋተይ ጽኑዕ ሓዳር ኣለዎም ኣዋልድ ኣሕዋተይ እውን ቆናጁ እየን ግን ዓርኪ ሒዛ ዝወለደት ወይ ምስ ወዲ ዝዘረት ኣይብለይን ኩለን ብኸብሪ ዝተመርዓዋ እየን ዘይተመርዓወት ሓንቲ ጥራሕ እያ ተሪፋትና ካብ ኣወዳት ከዓ ኣነ ስራሕ ከፊትና ንሰርሕ ስለ ዝነበርና ምስ ሓፍተይ ሓንቲ ጓል ተፋሊጠ ፍቕሪ ሒዙኒ እታ ሒዘያ ዝነበርኩ ድማ ድንግል እያ ነይራ ተመርዖ እናበሉ ወለደይ ኣነ ግን ይኣብዮም ነይረ ተምሃሪት ስለ ዝነበረት በይንና ንራኸብ ስለ ዝነበርና ተራኺብና ግን ከመርዓዋ እየ ሓሲበ ነይረ። ንፋቐር ኢና ነይርና። ክስካዕ ትምህርታ ትውድእ ብምሽጥር እናተራኸብና ወለዳ ንሃፍታም ኣገዲዶም ኣመርዕዮምዋ። መኣራ ተጎዲኤ። ንሳ እውን ተጎዲኣ። ግን ሓዳር ገይራ። ከም ሓፍተይ ይደዋወላ እየ። ብድሕሪኡ እውን ክርስዓ ደልየ። ሓዳር ክገብር ሓሲበ። ግን በቃ ካልእ ጓል ክምነ ስለ ዘይከኣልኩ ንወለደይ ኣብየዮም። መልክዓ፣ ባህርያታ፣ ኩሉ ነገራ ፍልይቲ እያ ነይራ። እዙ ምሽጥር ኣነን ሓፍተይን ጥራሕ ኢና ንፈልጥ። ካልእ ሰብ ኣነ ናብ ጓል ቀሪበ ዝፈልጥ ኣይመስሎን። ብድሕሪኡ ድሕሪ ኩነታት ትግራይ ስደት ወፅየ። ዝኾነ ወዲ ዓርኪ ፍቕረኛያ ኢሉ ኣፋሊጡኒ ብፌስቡክ ትፕስቶ ደስ ዝብል ነገር መንፈሳዊት ውርዝይቲ ኮይና እያ ደስ ኢላትኒ ንደዋወል ነይርና ኣፍቂረካ ኣፍቂረኪ ዘይብሉ ተፋቒርና ግን ክግምታ ድንግል እያ መሲላትኒ ነይራ ግን ዓርኪ ነይሩኒ ተፈላሊና ኢላትኒ ድንግል ከም ዘይኮነት ኣረጋጊጸ ተራኺቦም ምንባሮም ስለ ዝነገረትኒ ቂር ኢሉኒ ግን ኣነ እውን ሓንቲ በጺሐ፣ ንሳ እውን ሓደ እያ። ይኹን ኢለ ፍቕርና ቐጺልና። ኣፍቂረያ ስለ ዝነበርኩ እምበር ካብ ትጽቢተይ ወጻኢ ግዲ ኮይኑስ መኣር ራእዩ ከፊእኒ ነይሩ። ካብኡ ብዓዲ ወዲኤላ። ወለደይ ጓል ዓበይቲ ዓዲ ዓበይቲ ኣቲኻ ዝወደይ ኢሎም ተሓጒሶም። ምስ ወለደይ ፍሉይ ፍቕሪ ኣለዎም። ወለዳ እውን ወዲ ዓበይቲ ይብሉ። ወለደይ እውን ከምኡ ይብሉ። ፍቕርና ረጒድልና ተሓጒስና ብኣካል እውን ተራኺብና። ድሕሪ ምርኻብና ግን ብዙሓት ኣወዳት ከም ዝበጽሐት ሸርሙጣ ከም ዝነበረት ሰሚዐ ደጋጊመ ጠይቐ ግን ሓቂ ኮይኑ ኣግንየዮ ኣነ እርንብቲ ጓል እያ ሕልመይ ከምኡ ተመንየ ውን ካብ ጓል ርሒቐ ኣቦይ ዘእተውኒ ቃለይ ኣተግቢረ ይነብር ነይረ ነገር ንእስነትን ፍቕርን እዩ ምስ ሓንቲ ተጋግየ ነይረ እምበር ካብኡ ግን ኣብ ልዕሊኣ ዝነበረኒ እምነትን ፍቕርን ጠፊኡ ማራ ሓሪቀ ንሳ ተፍቅረኒ እያ ኣነ ግን ፍቅረይ ጠፊኡ ንልደት ክንራኸብ ሓሲብና ነይርና ኣነ ግን ኣይመጽእን ኢለ ኣመኽንየላ ኣይከድኩን ዋላ ብስልኪ ከዕልላ እየ ጭንቀት ዝፈጥረለይ ወለድና ቆልዓ ወሊድኩም ስደዱ እናበሉ ይረብሹና ክንወልድ እውን ተማኺርና ኔርና ግን ኩሉ ሓሳበይ ደምሲሰዮ እየ። ብተስፋ ሓዳር ጌርና እንተተሞርዒና ከፍቅራ ይኸውን ኢለ ግን ኣብዩኒ። ኣዕርኽተይ ሕሉፍ ሂወታ እዩ። ሎሚ መንፈሳዊት ኮይና ኩሉ ገዲፋቶ እያ ኣይትገደስ ይብሉኒ። ሓደ ካብኦም እዩ ከምኡ ዝብለኒ። ክልተ ኣዕርኽተይ ጥራሕ እዮም ዝፈልጡ። እቲ ሓደ ሕዚ ዘየፍቀርካያ ምስ ተሞርዕኻ ኣይተፍቅራን ይብል። ሕሉፍ ሂወት ኣየገድስን ይብል ኔረ። ነገር ግን የገድስ እዩ ኢለ ምእማን በጺሐ። ንስኺ እንታይ ትብሊ? እንታይከ ክገብር? ጽላእት እምበር ፍቕሪ ዘይብለይ እንተተሞርዐየያ ድሓር ክቕየር ይኽእል ዶ? ብስነ ሎና ብስነ ልቦና ንምባል ደልዩ ይመስለኒ። ብስነ ልቦና ንዓይን ንዓኣን ዘይጎድእ እንታይ ንወስን? ትብሊ ዝብል እዩ ዛንትኡ። ካብ ናይ ብዙሓት ኣሕዋተይ ዝመጸኒ ርእይቶ ብፍላይ ብውሽጢ ካብ ንፋልጥ ሰባት ዝመጸኒ ተደጋጋሚ ሕቶሲ ከምዚ ኣብ መጀመርያ ጽሒፍዎ ዘሎ ነወዳት ኢኺ ትቃወሚ ኣወዳት ኣይትፈትውን ኩሉ ግዜ ምስ ጓል ኢኺ ትውግኒ ደጋፊት ጓል ኢኺ ዝብል ርእይቶ እዩ ዝመጸኒ ንሱ ደፊሩ ስለ ዝጸሓፎ እምበር ማለት እዩ። እዚ ኣጋጣሚ ክብለኩም ዝደልሲ ብዙሓት ኣለው ዋላ ብኻልእ ቋንቋሲ ኣዋልድ ዝመኽሩ ኣለው ኩሉ ግዜ ከይዶም ዝጸርፍዎም ሰባት ንስኻ እኮ ጓለይ ትፈቱ ንስኺ እኮ ወደይ ትፈትውን ወይ ንስኻ ወደይ ትፈቱን ኢሎም ክወቕስዎም እውን ይርኢ ንምንታይ ንሶም ሓንቲ ጓል ኣንስተይቲ ብሃይማኖታ ብኽብራ ብዕላማኣ ብመንነታ ክትደራደር ከም ዘይብላ ንዓኣ ዘይኸውን ቦታ ንዓኣ ዘይኸውን ሰብ ክትመርጽ ከም ዘይብላ ከመኽሩ ክትርእዎም ከለኹም ክትወቕስዎም የብልኩም ንስኹም ንሓንቲ ጓል እነኹም ንሓንቲ ጓልኩም ንሓንቲ ናተይ ትብልዋ ሰብ ትመኽርዎ ምኽሪ እዮም ዝመኽሩ። ንሓንቲ ናተይ ትብልዋ ሰብ ትምነዩላ ትምኒት እዮም ዝምነዩ ካባየ ጀሚሩ ማለት እዩ። ስለዚ ኣነ ንጓል ኣንስተይቲ ብዚ ክገልጾ ዝጸናሕኩ ክትደራደር ከም ዘይብላ፣ ክትታለል ከም ዘይብላ፣ ጅግናን ጠንካራን ጓል ኣንስተይቲ ክትከውን ከም ዘለዋ ምዝራበይ እቲ ዝምነዮ ነገር ምዝራበይ ወዲ ምጽላእ ኣይኮነን። ወዲ ማለትሲ ከምዚ ይዛረበዮ ክሕተት ከለኹ ወዲ ማለት ሓውካ እዩ ልዕሊ ማንም ኣቦኻ እዩ እንተወሊድካ እውን ውላድካ እዩ መናብርትኻ እዩ ወድስ ኩሉ እዩ ልክዕ ከምታ ጓል ኩሉ ዝኾነት ወዲ እውን ኩሉ እዩ ብምንም ተኣምር ወዲ ክጸልእ ኣይክእልን ንወዲ ዘለኒ ይዛረብ እየ ወዲ ኩሉ እዩ ጓል እውን ኩሉ ነገር እያ ንዓይ ማለት እዩ። ስለዚ በዚ ተረድእዎ ክብለኩም ይደሊ ብሚዛናዊ ኢኹም ትርድእዎ ዘለኩም ከምዚ ሚዛናዊ መልሲ መልስ እዩ ኢልካኒ ዘለኻ ካብኡ ቀንዲ ሓቲትዎ ዘሎ ናይ ሎመዓልቲ ሕትኡ ቀዳማይ ነገር ሕሉፍ የገድስ ዶ ኣየገድስን ኣበየናይ ትኣምኒ ካልኣይ እዚ ዘለኒ ስምዒት ማለት እዚ ጎዲሉ ዘሎ ፍቕሩ እዚ ዘለዎ እምነት ብሓፈሻ ንሱ ሒዘ እንድሕር ደኣ ናብ ሓዳር ናብ መርዓ እንድሕር ደኣ ኣቲና ከፍቅራ ይኽእልዶ እዩ እቲ ዓበይቲ ካብዚ ናይ ዛንትኡ ሕቶ? ቀዳማይ ንስኺ ኣፍቶም ሕሉፉ ኣየገድስን ዝብሉ ዲኺ ሕሉፉ የገድስ እዩ ዝብሉ ኣበየናይ ትኣምኒ ንዝበልካዮ ኣነ ሓደ መናብርቲ ኢልካ ሰብ ክትመርጾ ከለኻ ሕሉፉ የገድስ እዩ ሕሉፉ ውን ኣየገድስን ኢለ ይኣምን ምኽንያቱ ቀዳማይ ነገር ሓደ ሰብ እንድሕር ድኣ ንስኻ ብዝተፈላለየ ኣጋጣሚ ወይ ውላድ ምስ ተፈጠረ ወይ ተፋቒርካ ወይ ብዝኾነ ብሃንደበት እንድሕር ህይወት መስሪትካ ምንም ክትገብር ኣይክእል ኣይትኽእልን ኣቲኻዮ ኢኻ መስሪትካዮ ኢኻ በቃ ክትቅጽል ትኽእል ኢኻ ሕሉፉስ ባዕሉ ይፈልጥ ኢልካ ትኣምን ካሉ ውንስ በቃ ምንም ለውጢ ስለ ዘይብሉ እዩ ኢለ ይኣምን ነገር ግን እዚ ብዛዕባ ሓዳር ተረዲኡ ሓሲቡ ኣስተንቲኑ ምስ ሰብ ተላልዩ ዋላ ነቲ ሰብ የፍቅሮሲ መን ምዃኑ ኣረጋጊጹ ትርጉም ሓዳር ትርጉም ቃል ኪዳን ኣረጋጊጹ ዝምስረት ሰብ ግን ሕሉፉ ኣየገድስን ኢሉሲ ኣይኣምንን ኢለ ይኣምን ምኽንያቱ ሓደ ትርጉም ቃል ኪዳን ትርጉም ሓዳር ኣሚኑ ብብዙሕ ነገር ዘረጋግጽ ሰብ ንኣብነት ካብቲ ናይ ሓዳር ወይ ካብቲ ናይ ቃል ኪዳን ኣብነት ሓንቲ እንተምጺና እቲ መናብርትኻ ክኸውን ትመርጾ ዘለኻ ሰብ ኣካልካ ንክኸውን ኢኻ ትመርጾ ስለዚ ሓደ ኣካልካ ንክኸውን ዝመረጽካዮ ሰብሲ ሽሙ ጥራሕ ከም ሽሙ ጥራሕ ፈሊጥካ ዓዱ፣ ሽም ኣቡኡ፣ ሃይማኖቱ፣ ዝኾነ ነገር ዋላ ዜግነቱ ከይፈለጥካ ሽሙ ጥራሕ ፈሊጥካሲ ኣካልካ ንክኸውን ከም ምምራጽ ገይረ እየ ትሓስቦ። ስለዚ ሓደ ብዛዕባ ሃይማኖትን ብዛዕባ ሓዳር ብዛዕባ ብዙሕ ነገር ኣረጋጊጹ መናብርቱ ዝመርጽ ሰብ ዋላ የፍቅሮ ዋላ የፍለጦ ብዛዕባ መንነቱ ዝጭነቕ ብዛዕባ ሓዳርን ቃል ኪዳንን ዝጭነቕ ሰብሲ እቲ መንነቱ ከረጋግጽ ከሎ እዩ እቲ ሕሉፉ ዘረጋግጽ ዘሎ ኢለ እየ ዝኣምን። ሓደ ሰብ ብኸመይ ኢኻ ንሓዳር መሪጽካዮ ተባሂሉ ተሓቲቱ ከምዚ ከምዚ ከምዚ ከምዚ ስለ ዘለዎ እየ ንሓዳር መሪጸዮ ወይ ኣፍቂረዮ ካብኡ ሓሊፈ ኣብዚ ዘለናዮ በጺሕና ኢሉ እንድሕር ዝዛረብ ኮይኑ እንደገና ከዓ ሕሉፎ የገድስን ዝብል እንድሕር ኮይኑሲ ክልቲኦም ክራኸቡ ዘይኽእሉ ወይ ድማ ብዛዕባ ክልቲኦም ዘይተረድኦ ሰብ እዩ ኢለ እየ ዝኣምን። ኣነ ብዛዕባ ሓደ ሕሉፉ ኣየገድስን ኢለ ክኣምነሉ ዝኽእል ሰብ ክኣ ነተዝኸውን ሓደ እንድሕር ደኣ ትማሊ ኣብ ዝኾነ ጌጋ መንገዲ ጌጋ ሕማቕ ሕሉፍ እንድሕር ሃልይዎ እቲ ናይ ትማሊ ሕሉፉ ኣኪቡ ገዛ ዝሰርሐሉ ዝተምሃረሉ ኣብ ጥቕሙ ዘውዐለሉ ሕሉፍ እንድሕር ደኣ ሃልይዎ ናብ ኣምላኽ ዝቐረበሉ መንነቱ ዝፈለጠሉ ዝተቐየረሉ ሕሉፍ እንድሕር ደኣ ሃልይዎ ሕሉፉ ኣየገድስን ተማሂሩሉ እዩ ኣብ ሎሚ ንዓይ ንህይወተይ ጸገም ከምጸለየ ይኽእልን ጽባሕ እውን ምንም ዓይነት ሳዕቤን ከምጸለይ ኣይኽእልን፣ ስለዚ ሕሉፉ ኣየገድስን ኢለ ክቕበሎ ይኽእል፣ ክኣምነሉ እውን ይኽእል። ከምኡ እውን ትማልስ በቃ ሕሉፍ ኮይኑ፣ ትማሊ ኮይኑ ዝሓለፈ እንድሕር ደኣ ኮይኑ፣ ሕሉፍ እዩ፣ ሓሊፉ እዩ፣ ጥቕሚ ይኹን ጉድኣት የብሉን ኢለ ዝኣምነሉ ሕሉፍ ተሃልይዎ እውን ሕሉፉ ኣየገድስን ኢለ ክድግፎ ወይ ክቕበሎ ይኽእል። ሕሉፍ የገድስ እዩ ኢለ እንድሕር ደኣ ክኣምን ኮይነ፣ ናይ ትማሊ ጥራሕ ዘይኮነ ኣብ ሎሚ እውን ዝነብሮ እንድሕር ደኣ ኮይኑ፣ ኣብ ሎሚ ኣነ ክቕበሎ ከለኹ ሳዕቤን ከምጸለይ ዝኽእል እንድሕር ኮይኑ፣ ካባይ ሓሊፉ ንደቀይ እውን ጸገም ከምጸሎም ዝኽእል፣ ኣብ ህይወተይ ጽልዋ ከምጸለይ ዝኽእል እንድሕር ደኣ ኮይኑ፣ ሕሉፉ የገድስ እዩ። ኢለ ክኣምነሉ ይኽእል ማለት እዩ። ኣነ ዝኣምነሉ ብዛዕባ ሕሉፍ እዚኣ እያ። ስለዚ ንስኻ ንዛ ኣፍቃሪትካ ኣበየናይ ደረጃ ኣቐሚጥካያ? ኣበየናይ ነጥቢ ኣቐሚጥካያ? ኣብ ሎሚ ጽዕንቶ ክፈጥረልካ ዝኽእል ንጽባሕ እውን ክጎድኣካ ዝኽእል ሕሉፍ ድዩ ዘለዋ ወይስ ኣብቲ ምንም ዓይነት ጥቕሚ ይኹን ጉድኣት ዘይብሉ ወይ ድማ ኣብቲ ናይ ትማሊ ሕሉፍ ነይርዋ ናይ ትማሊ ጌጋ ነይርዋሲ ሎሚ ዝተቐየረትሉ ሕሉፍ ከም ዘለዋ ኢኻ ንነብስኻ ሓቲትካ ነብስኻ መልሲ ክትምልሰልካ ትኽእል ግን ከም ኣነ ዝተረዳእኽዎ ብርግጽ ኣዋልድን ኣወዳትን ኣተሓሳስባና ይፈላለ እዩ እምበር ኣነ ከም ኣነ ዝተረዳእኹላሲ እንድሕር ደኣ ውዒላቶ ኮይና እንድሕር ደኣ ሓቂ ኮይኑ እዚ ናይ ትማሊ ዝነበረ ጌጋኣ ሎሚ ተማሂራትሉ ጠንኪራትሉ ናብ መንፈሳዊ ህይወታ ዝተመለሰትሉ ከምዚ ንስኻ ጽሒፍካዮ ዘለኻ ወረጃ ለባም ዝኾነትሉ ኢኻ ጽሒፍካዮ ዘለኻ እስካዕ ንስኻ ብዓዲ ንክትውድአላ ክተፍቅራ ዝገደደካ እውን እዚ ዘረኣኻላ ባህርያት እዩ እንድሕር ደኣ ከምኡ ኮይኑ ብዝዓበየ ንስኻ ንልብኻ ሕተታ ንስምዒትካ ሕተቶ እንታይ ዓይነት መልሲ ይምልሰልካ ተረዳእ ነገር ግን እንድሕር ደኣ ንሳ ተፍቅረካ ኮይና፣ ባህርያታ፣ መንነታ፣ ከምቲ ዝረኣኻዮ ናይ ሎሚ ጽቡቕ ነገር እንድሕር ሃልይዋ፣ ንጽባሕ እውን ኣብ ሓዳርካ እንድሕር ደኣ ምንም ዓይነት ተጽዕኖ ዘይፈጥረልካ ኮይኑሲ፣ እቲ ሕሉፍ ኣየገድስን ኢልካ ሕሉፍ'ዩ ኢልካ ክትቅበሎ ዝግበእካ ሕሉፍ'ዩ ኢለ'የ ናይዛ ኣፍቃሪትካ ሕሉፍ ርእየዮ። ነገር ግን ብዓብዩ ንስኻ ትድግፎን ትቃወሞን ናይ ኩሉ ሰብ ኣተሓሳስባ ስለ ዝፍለ ባዕልኻ ንልብኻ ሕተታ፣ ንስምዒትካ ኣዳምጾ እየ ዝብለካ። ብዛዕባ እዚ ናብ ሓዳር እንተ ኣትይናኸ ከፍቅራ ይኽእልዶ ኢልካ ንዝሓተትካዮ፣ ቅድሚኡ ኣነ ክሓተካ ዝደሊ ሓደ ክርስዖ ዘይደሊ፣ እዞም ከምዚ ኔራ ከምዚ ኔራ ኢሎም ዝተዛረቡኻ ሰባት ሓደ ማዕረ ክንደይ ሓቀኛታት እዮም። ማለት ብዙሓት ሰባት ኣለዉ ሻሂ ክትሰቲ ስለ ዝረኣይዋ ወይ ጠጠው ኢላ ስለ ዝረኣይዋ ወይ ክትደዋወል ስለ ዝሰምዕዋ ጥራሕ ኩሎም ናታ እዮም ወይ ኩሎም ኣፍቀርታ እዮም ዓርካ እዩ ሰብኣያ እዩ ኢሎም ዝቖጽሩ። ስለዚ እዞም ዝተዛሪቦምኻ ዘለዉ ሰባትሲ ውዒላቶ ድዩ ኣይወዓለቶን ካብዚ ክገልጸልካ ዝጸናሕኩ ክኸውን እውን ይኽእል፣ ዘጸልምዋ ሰባት ክኾኑ ይኽእሉ፣ ዝደለይዋ ኣወዳት ክኾኑ ይኽእሉ ስለ ዝሓረቑ። ስለዚ ሓቅነቱ ተዘየረጋጊጽካ ሓቅነቱ ኣረጋግጽ፣ ማዕረ ክንደይ ሓቅነት ኣለዎ መጀመርያ ፍለጥ ድሓር ንኸይትጠዓስ፣ ብድሕሪኡ እዚ ሕጂ ሓቲትካዮ ዘለኻ ሕቶ ድማ እንድሕር ድኣ እዚ ዘለኒ ስምዒት ሒዘሲ ናብ ሓዳር እንድሕር ኣትየስ ከፍቅራ ይኽእል ዶ? ኣነ ሕጂ ማዕዶ ንማዕዶ ከለኹም ገና ብኣካል ምንባር ኣብ ሓደ ገዛ ምንባር ከይጀመርኩም እዚ ተሰሚዒካ ዘሎ ስምዒት ዝተሰመዐካሲ ሓዳር ምስ ገበርኩም ክተፍቅራ ትኽእል ኢኻ ኢለ ኣነ ክመኽረካ ኣይክእልን ንዓኣ እውን ማዕረ ክንደይ ከም ትጉዳእ ሕሰበላ ሕጂ ንባዕሉ ክትደዋወላ ደሊኻ ንሳ ክትደዋወላ ትደሊ ንስኻ ግን ትደዋወላ ኣይትደልን ንሳ ክትራኸቡ ክትወልዱ ትደሊ ንስኻ ግን ክትከይድ ኣይትደልን ሕጂ ከምዚ ዓይነት ስምዒት ተሰመዐካ ኣብ ሓደ ገዛ ኬንካ ከምኡ ዓይነት ስምዒት ከም ዝስመዐካ ኣብ ልዕሊኣ እምነት ይኹን ፍቅሪ ከም ዘይብልካ ክትርዳእ ከላ ንሳ ሓደ ማዕረ ክንደይ ከም ትጉዳእ ኣብ ግምት ኣእትዎ ንስኻ ውን ደስተኛ ክትከውን ኣይትኽእልን ንሳ ውን ስለ ዘፍቀረትካ ጥራሕ ንስኻ ግን ከም ዘይተፍቅራ ንስኻ ከም ዘይትርደኣላ ከም ዘይትደልያ ክትፈልጥ ከላሲ ደስተኛ ክትከውን ኣይትኽእልን ንክልቴኹም ደስታ ዘይብሉ ምንም ዓይነት ሓጎስ ዘይብሉ ሂወት ኢኹም ትምስርቱ። ስለዚ እንድሕር ደኣ ንስኻ እዚ ዝስመዐካ ዘሎ ስምዒት ለውጢ ዘይብሉ ኮይኑ እንድሕር ደኣ ኣረጋጊጽካ፣ ንዓኣ ሓቂ ንገራ ብርግጽ ክትጉዳእ ኢያ መስዋእቲ ክትከፍል ኢያ ንዓኻ ንክትርስዕ ደሓር ግን ሓደ ንዓኣ ዝመስል ሓደ ዘፍቅራ ሓደ ዘኽብራ ሰብ ሒዛ ደስተኛ ኮይና ሂወታ ክትመርሕ ክትክእል ኢያ ምስ ግዜ ትረስዐካ ክትቃለስ ኢያ እንተስ ረሲዓትካ እንተስ ከይረሰዐትካሲ ንዓኣ ዝመስል ሰብ ክትሕዝ ዕድል ሃባ ንስኻ እውን ንዓኻ ትመስል ውሽጥኻ ዝተቐበላ እቲ መስፈርትኻ ተማልእ ጓል ሒዝካ ንስኻ እውን ደስተኛ ኮይንካ ንሳ እውን ደስተኛ ኮይና ንዓኣ ዝመስል ንስኻ እውን ንዓኻ ትመስል ጓል ኢኹም ሒዝኩም ደኣ ሂወትኩም ትምስርቱ ዘለኩ እምበር ሕጂ ኩሉ ነገር ሒዝካ ኣብ ዘይተፍቅራ ኣብ ዘይትደልያ ኣብ ልዕሊኣ ምንም ዓይነት እምነትን ፍቕርን ኣብ ዘይብልካ ግዜኣ ምቕታል ንዓኣ እውን ጽቡቕ ኣይኮነን ግዜኣ ኢኻ ትቐትለላ ዘለኻ ስለዚ ኩሉ ሓቂ ተዛሪብካ ንወለዳ ስለ ዘይተረዳዳእና ተፈላሊና ኢልካ ካብ ከምዚ ከምዚ ነይራ ኢልካ ምዝራብ ኣይተረዳዳእናን ተፈላሊና ኢልካ ብጸባይ ኣረዲእኻ ንዓኣ ውን ኩሉ እቲ ሓቂ ተዘራሪብኩም ተረዳዲእኹም ንናትኩም ሂወት እንተትምስርቱ ግዜኹም እንተዘይትቀትሉ ናብ ሓዳር ግን ብዘለካ ስምዒትስ እንተዘይትኣቱ ካብ ጽባሕ ንግሆ ሓዳር ምስ መሰረትኩም ውላድ ምስ ወለድኩም ትፈላለዩ ኢለ እየ ኣነ ከመኸረካ ዝኽእል ካልኦት እውን ከመኸሩኻ እሞ ምኽሮም ክትጥቀመሉ ተስፋ ይገብር ንሎማዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ